ኣብ ኣስመራ ሓድሽ ዜና ይስማዕ ኣሎ። ድሕሪ ዓሰርተ ሸሞንተ ዓመት ቤት ማእሰርቲ ዝተፈትሑ እሱራት ከም ዘለዉ ድማ ንሰማዕ ኣለና። ኩኑ ሰዓት ሰበር ዜና ተሰምቷል። ጀነራል ታደሰ ወረደ ዛቻና ማስፈራሪያ እየደረሰብኝ ስለሆነ ስልጣኔን እለቃለሁ አሉ። አሁን ከወደ መቀሌ እየወጡ ባሉ መረጃዎች ጀነራል ታደሰ ወረደ ምስ ኤርትራ ዝምድና ዝፈጠር ሓይሊ ፍጹም ኣይሰዓብን። እዚ ኣብዚ ትዕዘብዎ ደለኹም ኣብዚ ሰሙን እዚ ዘጋጠመ ሓደ ዓቢ ፍጻመ ክኸውን ከሎ፣ እዞም ኣብዚ ተርእይዎም ዘለኹም ናይ ባንግላዲሽ ዜግነት ዘለዎም ተሳፈርቲ ካብ ስዑዲ ዓረብ ንሃገሮም ኣብ ዝኸድሉ ግዜ፣ ኢትዮጵያን ኤርላይንስ ነፋሪት ተጠቂሞም ይጓዓዙ ስለ ዝነበሩ፣ ኣብ ትራንዚት ኣብ ዝነበርሉ ግዜ ብምሉኡ ፓድሎክ፣ መፋትሕ፣ ናይቲ ቦርሳታቶም ተኸፊቱ።
ላይት ኢንተርቴመንት። ኣብ ኣስመራ ሓድሽ ዜና ይስማዕ ኣሎ። ድሕሪ ዓሰርተ ሸሞንተ ዓመት ቤት ማእሰርቲ ዝተፈትሑ እሱራት ከም ዘለዉ ድማ ንሰምዕ ኣለና። ብዛዕባ እሱራት እንተገዲስና እሱራት ክፍትሑ ከም ዘለዎም ንጉስጉስ ዝነበርና ብዙሓት ኢና። እሱራት ይፍትሑ ከም ዘለዉ እንተ ደኣ ሰሚዕና ድማ ብጣዕሚ ብጣዕሚ ጽቡቅ ከም ዝኾነ እዚ ነገር እዚ ከዓ ክቅጽል ብፍላይ ብፍላይ እቲ ኣብ ቤት ማእሰርቲ ዘሎ ኤርትራዊ ዜጋ ብምፍትሑ ነዚ ዜና እዚ ምስማዕና ብዘየገድስ ኣብ ልዕሊ መንግስቲ ኤርትራ ዘለና ደገፍ ይኹን ተቃውሞ እንቋዕ ናብ ቤቶም ብሰላም ናብታ ስድርኦም ብሰላም ተሓወሱ እቶም ተሪፎም ዘለዉ ከምዚ ሕጂ ንሰምዖ ዘለና ዝተፈትሑ ዜጋታት ከምኡ ተፈቲሖም ብሓቂ እቶም ኣዝዮም ዝናፍቕዎም ዝብህግዎም ስድራ ቤቶም ክሓቑፉ ንምነ ይምነ እዚ ነገር እዚ ብዝያዳ ክስርሓሉ ድማ ክተባባዕ ምእንትን ሓሳበይ ይህብ እቶም ዝተፈትሑ እሱራት ዜጋታትና ድማ እንኳዕ ሓጎሰኩም እቶም ስድራቤት እውን እንኳዕ ሓጎሰኩም ክብል እፈቱ። ሰሰናዩ። ሁላችሁንም አመሰግናችኋለሁ። ግን ጠቅላይ ሚኒስትሩ ዶክተር አብይን በጣም ደግሞ በከፍተኛ ደረጃ ማመስገን እፈልጋለሁ።
በኢህአዴግ ምክር ቤት ምርጫ ጊዜ

ፀገም ገጢምዎ ኣሎ። ምስቲ ናይ
ፖለቲካ ኣሰላልፋቲ ናይ ቀጠናናስ ምስኡስ ዝኸድ ድዩ እቲ ፅምዶ ይሳነ ዶ ሓደ? እቲ ምፅማድ ምስቲ እዎ ምስቲ ምስቶም ባህግታት ናይ ማለት ርክብ ምፍጣር ህዝቢ ንህዝቢ ርክብ ምፍጣር። ብናተይ እምነት ናይ ትግራይ ሓይሊ ምስ ሱዳን ምስ ኤርትራ ምስ ኡጋንዳ ምስ ሩዋንዳ ምስ ኳታር ኩሉ ክጸምድ ኣለዎ። ኣብ ጽምዶ ሕዚ እቲ ናይ ፖለቲካ ናይቲ ናይ ቅርኒ ኣፍሪካ እቲ ሕዚ ለለና ናይቲ ናይ ቀጠናን ኣሰላልፋ ገሊጽካዮ ብተወሰነ መልክዑ ሕዚ ኣውዚ ናይ ጽምዶ ተደጋጋሚ እዩ ዝለዓል እሞ ማለት እቲ ጽምዶ እዙሲ ምስቲ ሕዚ ዘለዉ ተለዋዋጢ ዝኾነ ኣሰላልፋታትስ ምስኡ ክሳነ ይኽእል ዶ? ምስቲ ናትና ናይ ትግራይ ረብሓ ኢልና ክተዓንተዉ ናገለፅናዮም ዝነበርና ማለት ኣብ መንጎ ማለት ብዛዕባ ፅምዶስ ኣብ መንጎ ኤርትራን ትግራይን የኾነን ዝብል ብዙሕ ነገራት ስለ ዝርኢ እዮ ብወገን ኤርትራ ማለት እቲ ፅምዶሲ ኣብ መንጎ ኤርትራን ትግራይን ዘሎ ናይ ህዝቢ ንህዝቢ ርክብ ጥራሕ ዘይኮነሲ ምስ ዓፋር እውን ኣሎ ምስ ክልል ኣምሓራ እውን ኣሎ ማለት ናሰፍሐ እዩ ዝኸይድ እቲ ፅምዶ ዳምፅምዶ እውን ዋሽንግተን ኣትያ ዝብሉ እውን ኣለው። ሐዚ ምስቲ ናይ ፖለቲካዊ ኣሰላልፋ እቲ ናይ ቀጠናናስ ምስኡስ ዝኸድ ድዩ እቲ ፅምዶ? ይሳነ ዶ ሓደ? ካልኣይ ድማ ኣብ መንጎ ኣብ መንጎ እቶም ሐዚ ዝገለፅክዎም ሓይልታት ህዝብታት ጥራሕ ድዩ እቲ ርክብ ዝብል እዩ። ካብኡ ብስሩኸ ንዓናና ንዓና ንዓና ከም ተጋሩ ማለት ምስቶም ባህግታትና ዝህልዎ ረብሓ ከ ታይ እዩ? ማለት ኣለዎ ዶ እቲ ረብሓ ምስኡ? እቲ ምጽማድ ምስቲ ምስቲ ምስቶም ባህግታትና እዩ ማለት ርክብ ምፍጣር ህዝቢ ንህዝቢ ርክብ ምፍጣር ጽቡቅ ሀዚ ረብሓ ክህልዎ ይኽእል እዩ ሀዚ ግን ምስቶም ናትና ባህግታት ኣተሓሒዝካ ትገልጾ ያ ያ እቲ ርክብስ ምስተን ኣብ ዙርያና ዘለዋ ጥራሕ ድዩ ክኾን ዝግብኦ ዝብል ኣይኮነን። ዝሓወዮ ዲፕሎማሲ ክንፈጥር እና እና ኣክሮስ ብዙሕ ነገር ኣይኮነን ግን እስኪ በዙይ እቲ ጉልበትናን ዓቕምናን ዝፈቕዶ በዙይ ንጀምር እዩ ምስጋዊና ብዘለዋ ሓደ ንሱ ካልኣይ ምክንያት እንታይ ኢና እውን ንገብር ዘለና ምስ ፌዴራል መንግስቲ ብውዕሊ ፕሪቶሪያ ክንላዘው ኢና ኢልና ኢና ተፈራሪምና ወዮ ዶ ዕንቅፋት ገጢምዎ እምበር ኣብኡ ተሳተፎ ግን ኤርትራ ውን ኔራ እዚ ናይ ኣምሓራ ሓይሊ ዝባሃል ውን ኔሩ so ምስዚ እንድሕር ኣካል ናይቲ ውዕሊ ፕሪቶርያ ዘይኮይኑ ሱቅ ኢልና ባእሲ ክንነብር ስለ ዘይብልና ተወግሲ ወሲድና ህዝቢ ናይ ህዝቢ ርክብ ክምስረት ኣለዎ ካብ ዝብል እዩ እቲ ቦዚ ንጀምር ተዘይኮይኑ ናይ ትግራይ ረብሓ ንምርግጋጽ ንምግልዋት ብዮን ርሑሳት ክኸይድ ይኽእል እዩ ዝብል ነጥቢ ንሓዝ። ድሩት እውን ኣይኮነን ዝብል እውን ንሓዝ። ግን ክትጅምር ከለኻ ካብኡ ደው ዝበልካሉ ኢኻ ትጅምር። ሰጊርካ ክትከይድ ተኾይንካ እቲ ትሰግሮ ክትፈልጦ ክትክእል ኣለካ እቲ ሓደ ነገር። ንህዝብታት ይጠቅም ዶ? ኣብ መንጎ ህዝቢ ትግራይን ህዝቢ ኤርትራን ኣይኮነን እቲ ርክብ ክዛዕ ገለ ዝብል ኣነ ዝፈልጦ ናይ ህዝታት ርክብ እዩ ክሻብ ሀዚ ኣነ ዝፈልጦ እየ ዝነግረካ ዘለኹ ግን ኣብኡ ጠጠው ክብል የብሉን ኢለ ይኣምን ተደጋጋሚ ተዛሪበሉ እየ ደረጃታት ደረጃ ብደረጃ ናብ ዝለዓለ ብራኸ ክድይብ ኣለዎ ሶ መንግስቲ ኢትዮጵያ ተተሓወሶ ፅቡቕ ባዕሉ እውን ኦውን ተገበሮ ፅቡቕ ንህዝቢ ስለ ዝጠቅም ኣይሕወስን እምብተይሉ ግን ንሕና ከምኡ ክንገብር ኢና እምቢ እዩ ኣብዚ ኩኪል ይርኣነ ብዙሕ ግዜ ማለተይሲ መስኡልናስ ኣይንመውትን እቲ ሓደ ቁልፊ ነገር ክለዓል ዘለዎ ኣብዚ ሶ እቲ ንረብሓ ትግራይስ ይጠቅምን ፈረቓን እዩ ምስቲ ባህግታትና እውን ይኸይድ እዩ እንድሕር ደሊኻ እንታይ ኢና ንገብር ዘለና ምስ ኤሪትራ ዘለና ርክብ ስትራተጂክ ይኹን ክበሃል ከሎ ንኣብነት ኤሪትራ ንሃገረ ትግራይነት ሪዘርቨሽን ተልዩዋ ንምንታይ ሪዘርቭድ ኮንኪ ኢልካ ኢኻ ትሓታ እኮ ይጠቅም እዩ ዝብለካ ዘለኹ እዚ ንክትገብር ግን ኖርማላይዜሽን ክትፈጥር ኣለካ መጀመርያ ኖርማል ክኾን ኣለዎ ትርክካ ስግኣታት ከቕምጡ እዮም። ስለዚ ስግኣት እዚ በዙይ ንኺድ ዶ ዝብል ነጎሸሽን ተምፅእ ማለት ነጎሸት ትገብር ሽዑ ሶ ነቲ ረብሓ ትግራይ ስትራተጂክ ዝኾነ ረብሓ ትግራይ ይጠቅም እዩ። ንኣብነት ትግራይ ሃገር ንምዃን ምስ ኤርትራ ዘለዋ ዝምድና ብጣዕሚ ወሳኒ እዩ። ተኾነ ሃገርነት ኣቐዲማ ትህበካ ፍልጦ ትርደኒ ዶ ኣለኻ? ኣይ እዙይ ምስ ክስታይ የፀግመኒ እዩ እኳ እንተኢላስ ኣይትበኣስን፣ ናብ ዘይትበኣሰሉ ደረጃ ተውርዶ ማለት እዩ። ብዙሓት ናይ ምትእምማን ፓኬጅስ እኮ እኒዉ። ካብዙይ ብጣዕሚ ብዙሕ ኤርትራ ትጥቀመሉ ትግራይ ሃገር ብምዃና። ትርደኒ ዶ ኣለኻ? ህዝቢ ብፍላይ። ምኽንያቱ ናይ ኤርትራ ናይ ልኡላውነት ሓደጋስ ካበይ ይምንጩ ከምዘሎ ህዝቢስ ክሊር እዩ። ቢግ ካንትሪ ሓደ ከም ምዃኑ ህዝቢ ይረአ ኣሎ ብጣዕሚ መፀገሚ ምዃኑ ማለት እዩ። ዝርፎር በዚ ደረጃ እዚ ደጊሞም እንድሕር ኣብዚ ጉዳይ እዚ እተፈለየ መርገፂ ተልዎም ደጊሞም ክርእይዎ ምስራሕ እዩ ክትሰርሕ እያ ዘለካ ስኡ ኢለ ኣይኮነን ዘርፎር እዚ ምፅማድ ወሎ እዚ ናይ ህዝቢ ርክብ ወሎ ነቲ ስትራተጂክ ረብሓና ይጠቕመና ዶ ብጣዕሚ ይጠቕመና ክሳብ ህዚ እኳስ ብጭቡጥ ሪኢኻ ተብሎም ኣለካ ትድህስሶም ነገር እኒኤካ ንኣብነት ብሰሜን ዘሎ ህዝቢ ኣብዚ ከባቢ ዘሎ ህዝቢ ዕለታዊ ናብርኡ ብዝቐሰነ መንገዲ ይፍፅም ኣሎ ማለት እዩ ሰዚ ዘላቂ ይኸውን ደይኸውን ይሕቱ እምበር ህዚ ዘላቂ ዝኾነ ሰላም ንክመፀሉ እዩ እምበር ዕለታዊ ሂወቱ ሰላማዊ ዝኾነ ይመርሕ ኣሎ እዚ ሓደ ረብሓ እዩ ክሻፈ ዝተረእየ ኣሎ ዶ ስለዝበልካኒ እዩ መዓት ተፈናቐላይ ብቑፅሪ ደጊፎም ዘውፅዎ ኣለው ተመሊሱ ኣሎ ናብ ስሳ ሽሕ ገለ ዝኸውን እዙይ ብውዕሊ ፕሪቶርያ ዘይረኸብናዮ እዩ። ህወሓት ባህሪታት ኣግዲድና ክንጥቀም ከለና ክርኢ ከለኹ የሕዝነኒ። ምሳሌ ካብቲ የማነ ዝተዛረቦም ክገልፅ። መጀመርያ የማነ ንኣብይ ዘለካ ክብሪ ን እቲ ኣሽሙር ብጣዕሚ ዘሕዝንን ግቡእ ዘይኮነን እዩ ዝብል እምነት እዩ ዘለኒ ተነኣሰ ንዘፅነተካ መራሒ ከምዚ ዓይነት ክሬዲት ምሃብ ኣይ ቲንክ ሞራሊ እውን ሮንግ እዩ ሞራሊ እውን ቅቡልነት ዘይብሉ እዩ ኣነ ኣብዚ ብግልፂ ፊት ንፊት ንሳ ክገልፀልካ ይፈቱ ኣብይ ኣብይ ካብ ሸጣን ዝበልፅ እምበር ዝነኣሰ ጸላኢና ኣይኮነን ሚልዮን ህዝብና ዘወደኣልና ብዝረኸብናዮ መንገዲ ክንቃለሶ ዝግባእ ጸላኢና እዩ ስለዚ ከም ፓርትነር ከም ሓለየ ጌርካ ትገልጾ ዘለኻ ብጣዕሚ ሞራሊ እውን ንዓይ ኣክሰፕተብል ኣይኮነን በዚ ኣጋጣሚ እዚ ፊት ንፊት ክገልጸልካ ይፈቱ ካሊእ ካብ ታደሰ ትሰምዖ ሓሶት እዩ ኢልካኒ ደሓር ካብ ኣብይ ዝሰምዖ ግን ሓቂ እዩ ማለት እዩ ናትካ ኣበሃህላ ወይ ከዓ ካብ ጌታቸው ዝሰምዖ ሓቂ እዩ ማለት እዩ ኣይኮነን እዚ ዳያሌክቲክ ናይ ቲፒኤልኤፍ ሜላ ዝተጠቀምካዮ ዘሕዝን እዩ ንኣብነት ኣብይ ሰሜናውያን ክንዕረቕ ብሓባር ክንሰርሕ ኣይደልይን ክብለካ ከለኹ ወዓንቱ ወይ ሸዋ ጸላኢና ትብል ኣይነበርካ እንዲኻ ከመይ ዓይነት ዘይኸውን ዘረባ ኣብይ ኢሉ እየ ዝበል ናይ ኣብይ ድሌት እየ ዝገለጽኩ እምበር ናተይ ኣይኮነን ኣብይ እዩ ንዓና ናይ ሰሜን ሰባት ከይንሓብር ዝደልየና እምበር ኣነ ኣይኮንኩን ከምኡ ዝብል ዘለኹ ስለዚ እዚ ዓይነት ሕሱር ሽሙ ክንጥቀም የብልናን ተኸባቢርና ኢና ዳያሎግ ዲቤት ክንገብር እንከለና ከምዚ ዓይነት ናይ ቀደም ናይ ሕወሓታውያን ናይ ማርክሳውያን ተኣሽሙ ሱ ኢልካ ንምስዓር ዝግበር ዓይነት ነገር ገዲፍናዮ ኣብቲ ቁም ነገር ፎከስ ተንገብር ጽቡቅ ስለዚ እታ ንኣብይ ከም ጻድቅ ምርኣይ ብጣዕሚ ኣይ ቲንክ ክሮኒክ ዲዚዝ እዩ እዚ ብጣዕሚ ፖስት ዋር ዝመፀና ሳይኮሎጂካል መብዛሕትና ምናልባት ተሓወትና ብዙሕ ነገር ሓሊምና ክንኸውን ንኽእል ኢና ንሱ ዘምፀአልና ኤክስፔክቴሽን ብጣዕሚ ክወርድ እንከሎ ዘምፀኦ ዓብዪ ሳይኮሎጂካል ሓደጋ ኣሎ ናቱ ሕማም እዩ መስለኒ እዚ ንኣብይሲ ከም ጻድቅ ገርካ ፓርትነር ገርካ ምሕሳብ ዋእ ዝገርም እኮ እዩ እዚ ካብ በልኩ ናብቲ ፍታሐ ክንኸይድ እንከለና ኣብታ ኩሉሻዕ የማነ ትብላ ኣነ ውን ይሰማማዕ እየ ሓድነት ምፍጣር ምንም ሕቶ ዘይብሉ ጉዳይ እዩ ነዚ ከ ዕንቅፋት ኮይኑና ዘሎ ናይ ሕወሓት መሪሕነት ከምዝኾነ ምንም ሕቶ ዘይብሉ ጉዳይ ስለዝኾነ ኣነ ኣብታ ፍታሕ ብዙሕ ኣፈላልያ ዘለና ኣይመስለንን ኣብታ ጽምዶን ግን ክገልጽ ጽምዶን ጥምዶን ክገልጽ መጀመርያ ሎሚ ክሊር ን ፕሬዘንት ዴንጀር ክወረና ይዳሎ ዘሎ ከምቲ የማነ ትብሎ ንዓና ምሳና ፓርትነር ክኸውን ገለ ኣይኮነን ኣብ ኦፍኮርስ ኣብይ ናይ ጥፍኣት ሓይሊ ስለዝኾነ ናይ ተጋሩ ሰራዊት ሒዙ ንኤርትራ ክወርር ይደሊ እዩ
ናጠቓለልካ መርፀየ።
ፅቡቕ እዙይ ግን ዝኸውን እንድሕር ምዕራብ ትግራይ ዘይንሓትት ኾይንና እንድሕር ወልቃይት ፀገዴ ዘይንሓትት ኾይንና እዩ። ካሊእ ኣብይ ናይ ዝበለፀ ኣብ ድሕሪኡ ከዓ ናይ ጥፍኣት ሓይሊ ናይ ሰይጣን ሓይሊ ከም ዘሎ ቤንዛይድ ዝበሃል ክንርስዕ የብልናን። ቤንዛይድ ኣብ የመን ጄኖሳይድ ፈፂሙ እዩ፣ ኣብ ሱዳን ጄኖሳይድ ፈፂሙ እዩ፣ ኣብ ሊብያ ጄኖሳይድ ፈፂሙ እዩ፣ ኣብ ትግራይ ጄኖሳይድ ፈፂሙ እዩ። ደሓር ምስኡ ሐቢርካ ሎሚ እውን ዘይተወደኣ ፕሮጀክት ኣብ ትግራይ ክፍፀም እንከሎ ዋዋ ግደፍዎም ንዐዖም ኣብ ውሽጥና ጥራሕ ነድሕን ዋእ ወይለይ ከመይ ዓይነት ነገር እዩ ዋእ ተሃንዲዱ እናመፀ እናረእኻዮ እናተዳለወ መሳርሒ እናዓደገ ኖ ኖ ባይ ዘ ወይ ንዓንተውን ማዕረ ይመስለኒ እናረእኻ ተሃንዲዱ እናመፀ እናረእኻ ኖ ኖ ንዑ ረስዐዮ ናይ ውሽጥና ጥራሕ ንርኣይ ዝበሃል ኣይግባእን ብናተይ እምነት ናይ ትግራይ ሓይሊ ምስ ሱዳን ምስ ኤርትራ ምስ ኡጋንዳ ምስ ሩዋንዳ ምስ ኳታር ኩሉ ክጸምድ ኣለዎ ነዚ ሓይሊ እዚ ንምምካት ነዚ ሓይሊ እዚ ስዒርካ ግዝኣትካ ንምምላስ ተመዛበልትኻ ንምምላስ እዚ ኩሉ ክግበር ኣለዎ ዝብል እምነት እዩ ዘለኒ። ኤርትራ ዝምድና ዝፈጠረ ሓይሊ ፍጹም ኣይሰዓርን ብግልጺ ክነግረካ ኣዲስ ኣበባ ዘለኹ ኣዲስ ኣበባ ዘለዉ ክፈልጡ ክፈልጥዎ ዘለዉ ሓደ ኣጀንዳ መልእኽቲ ከመሓላልፈሎም ዝኽእል ድልየትኩም ኣጽዋር ድልየትኩም ድሮን ድልየትኩም ግዛዕ ተዓጠቑ ብኣብይ ኣሕመድ ተሓንጊርና መጺእና ትግራይን መቐለን ክነመሓድር ኢና ኢልካ ትሓስብ ዘለኻ ናይ ህጻን ፖለቲካ ተሳሲ ዘለኻ ሹመኛ ሚኒስተር ናይ ብልጽግና ከይትሓስቦ ሽዱሽተ ወርሒ እውን ትግራይ ኣይተመሓድራን ዋላ እቲ ሃንዲዱ እቲ ዕስለ ሰራዊት ናይ ብልፅግና እቲ ዝመፅእ ካብዚ እንደገና ኣብ ትሕቲ መሬት ትግራይ ክውሕጦ እንተዘይኮይኑ ፈጢጡ እንደገና መሽቱ ክሃድም እንተዘይኮይኑ ትግራይ ከም መሓድራ እዩ ማለት ዘበት እዩ ብትሩ ኣይሕሰብን ይለካ ኣሎ እንኳን ደጊም ይለካ ኣሎ እንኳን ደጊም ኣሕዋትና ኣብ ጎንና ኣሰሊፍና ሱዳናውያን የሕዋትና ኣብ ጎነና ኣሰሊፍና ካልኦት ካልኦት ኣስሊፍና ካልኦት ካልኦት ብድሕረና ኣርሚጥና ዲፕሎማስና ኣብ ዝሕሸ ደረጃ ኣብ ዘለናሉ ቆልዑ ናብ ዓፋር ንዑ ዓሰርተ ሽሕ ቅርሺ ክንወኩም ከምዚ ግዛዕ ኣሎ ብሽኩቲ ኣሎ እስቃጥል ኣሎ ንዑ እናበልካ ኣጀንዳ ትግራይ ዘይቕይር ናይ ትግራይ ሃገራውነት ዘየረጋግፅ ልምዓትን ዕብየትን ናይ ትግራይ ከምጽ ዘይክእል ኣብ ዓፋር ኣብ ዝኾነ ሆቴል እኒኹ ናብኡ ንዑ ብሽኩቲ ኣለና ገንዘብ ኣለና ከምዚ ግዛዕ ዝናበልካ ቆልዑ ሎቢ ክትገብር ኣብ ልዕሊ ህዝቢ ትግራይ ክሕደት ምፍፃም እዩ ብሄራዊ ክሕደት እዩ ስለዚ ፃድቃን ናይ ብልፅግና መገልገል ኾነ ናይ ኦሮሚያ ሰበስልጣናት ኣብኡ ቡና መቐበል ኾነ መሳሰይ ኾነ ንህዝቢ ትግራይ ድሕሪ ህዝቢ ይደሉ የለን ስለዚ ኣውቂዕ እዩ ጨወታ ኣውቂዕ እዩ ዋጋ ከኽፍልና ይኽእል ዶ የስ ዋጋ ክንከፍል ኢና ኸኽፉልና እዮም ንታሪኽ ግን ዝቕመጥ ስሕተት ይሰርሑ ኣለዉ። ስለዚ ናብ ሓዱሽ መኸተ ነኣቱ ኣለና ሓዱሽ መኸተ ክህሉ እዩ ኣብ ትግራይ ስለዚ እንታይ ክኸውን ኣለዎ እቲ መኸተ ትግራይ ስዒራ ክትወፅእ ኣብ ትግራይ ዝበፅሐ በደል ኣብ ትግራይ ዝዓነወ ናብ ዓለም ሕጊ ክንወስዶ እንተኾይና ትግራይ ዝተረጋግዐት ክትከውን እንተኾይና ፀጥታ ትግራይ ውሑስ ክኸውን ህዝቢ ትግራይ ብባዕሉ ዝመረፆ መንግስቲ ክመፅእ እንተኾይኑ ናብ ምዕሩይ ኩነታት ክንኣቱ እንተኾይና እዚ መኸተ እዚ ወዲእናዮ ምስ ንወፅ እዩ እዚ መኸተ እዚ እንድሕር ዘይወዲእናዮ እቲ ናይ ኦሮሞ ሓይሊ ንህዝቢ ትግራይ ከየጥፈአ መሬት ትግራይ ከይቆራረሰ ስለ ዘይህርስ ሕዚ እውን ብግልፂ እውን ይነግረና ስለ ዘሎ ስለዚ ንሕና ብሄራዊ መኸተ ምክያድና ዘይተርፍ እዩ ብሄራዊ መኸተ ይፅበየና እዩ ዘሎ ብቕድሚት ብሄራዊ መኸተ ክንገብር ኢና እቲ መኸተ እሱ ከመይ እዩ ክምራሕ ከመይ እዩ ክኾን ዘለዎ ዝብል እቲ ዝርዝሩ ዝምልከቶም ኣካላት ከብልዎ ይኾኑ እዮም። መንግስቲ ኤርትራን ኣብይ ኣሕመድን እንተተዓሪቖም ንሕና እንታይ ኢና ክንገብር? ወታደራውን ፖለቲካውን ኣሰላልፋታት ክለዋወጡ ይኽእሉ እዮም። ስለዚ ህወሓት ሰለስተ እዩ ተመቒሉ እሺ ሓደ ልጌታቸው ሒዞምዎ ዝኸዱ ኣለዉ እቲ ካልኣይ ቤት ፅሕፈት ህወሓት ኣሎ እዚ ከዓ ኣለም ዝመቐለሉ ናይ ኣለም ጉጅለ ማለት እዩ ናተይ ርድኢት ፕሮማክስ ፍንጫል ሕወሓት ዝብሎ ኣነ ማለት ትገብሮ ትፍረት ክነግረክ ካብ ዶክተር ደብረፅዮን ካብ ሞንጆሪኖ ካብ ኣምባሳደር ወዲ ባሌማ ካብ ኣብርሃም ተኸስተ ወፃኢ ምስ ሕውሓት የለውን ኢለ እየ ዝኣምን ኢንክሉዲንግ ኣማኑኤል ኣሰፋ እቲ ምክትል ኣቦ ወንበርን ምክትል የለን ኩሎም ተጨው እዮም ይበ ምስ ኣለም ከይዶም እዮም ሕዝበይ ናያ ተሪፋኛ ኣሕው ማለት ሊያ ሊያ እዚ ተክላይ ገረመድህን ድዩ እዚ ፍሳ ሃብተ ፅዮን ድዩ ኣማኑኤል ኣሰፋ ድዩ ሰሎሞን ኪዳ መን እዩ ልዚ ውድብ እዚ ዝፈልጦ ንዚ ውድብ እዚ ዝፈልጥ ኣካል ኣበይ ኣሎ መሲልከ እዚ ኣብ ሰራዊት ትግራይ ዘሎ ካብ ታሕቲ ተጋዳላይ ክሳብ ጀነራል ዘሎ እቲ ኮሚሳር ዘሎ እቲ ሎጂስቲክ ዘሎ እቲ ኦፕሬሽናል ኮሚቴ እዩ ዘሎ ንሱ እዩ ዝፈልጦ ኣብ ሕሉፍ 17 ዓመት ብረታዊ ቃልሲ ይፈልጦ እዩ ኣብ ዝሓለፈ 27 ዓመት ናይ ልምዓት ግዜ እውን ይፈልጦ እዩ ሕዚ እውን ይፈልጦ እዩ ንዚ ውድብ እዚ ዝምጥን መሪሕነት ክመፅእ ተኮይኑ ካብቲ ሰራዊት ክምዘዝ ዘሎ ከም ናተይ ማለት እዩ ንሓንቲ ጓል ኣንስተይቲ ብኸምዚ ዝኣመሰለ ከቢድ ጭካነ ቀቲሉ ዝበሃል ዘሎ ሓደ ጥርጡር ኤርትራዊ ተታሒዙ ኣሎ ይበሃል ኣሎ። እንታይ ክብል ደልየ መሲልኩም? ብኸምዚ ደረጃ ተጨካኪናሉ ዘለና ምክንያት እንታይ እዩ? ካብ ሃገርና ክንወፅእ ዝገበረና ጉዳይ ኣብ ዓድጓና ኣብቲ ሰሪሕና ህይወትና ቀይርና ናብራና ናብራን ስድራናን ክነማሐሽ እንኽእለሉ ቦታ በፂሕና ንክንቃተል ድዩ? ግን ኣነ ንዓይ ሕቶ ኮይኑኒ ዘሎ እንታይ መሲልኩም ስለምንታይ እዩ እቲ ኤርትራዊ ኣብ ዓዱ ኣብ መሬቱ እንከሎ ኣብታ ኤርትራ ትበሃል ቦታ እንከሎ ከምዚ ዓይነት ክፉእ ክገብር ዘይከኣለ ስለምንታይ ከ ካብ ዓዱ ምስ ወፀ ኣብ ከምዚ ዓይነት ደረጃ ንክንበፅሕ ዝገብር ሕማቕ ዝኾነ ጭካነን ኣቀታትላን ብፍላይ ኣብ ልዕሊ ደቂ ኣንስትዮ ዝግበር ዘሎ ግፍዒ ምክንያቱ እንታይ እዩ ኣነ ሓደ ሓደ ግዜ ክሓስቦ ከለኹ ኣነ ካብ ኤርትራ ኣብ ኢትዮጵያ ናብ ኤርትራ ካብ ዝኣቱ ካብ ኤርትራ ድማ ናብ ኢትዮጵያ ስጋብ ዝኸይድ ኣብ ኤርትራ ሕማቕ ገበን ርኤ ሰሚዐ ይፈልጥን እየ ብደረጃ ኣብዚ ምዕቡልን ዲሞክራስን ፍትሕን ዘለዎ ሃገር እንነብሮ ዘለና እሞ ንሓድሕድና እንጋበሩ ዘለና ኣብ ኤርትራ ከም ዓይነት ክፉእ ነገርሲ ርኤን ሰሚዐን ኣይፈልጥን እየ በዚ ኣብዚ ዓዲ እንሪኦ ዘለና ማለት እዩ ብዝኾነ ግን እዚ መንግስቲ ኤርትራስ እቲ ኣተሓሕዝኡ እንታይ ዓይነት ሰባት ከም ዝኾንና ስለ ዝፈልጥ ድዩ ከምዚ ገይሩ ሒዝና ወይስ እንታይ እዩ እቲ ምክንያት ኣነ ምንም ይርዳእኒ የለን ምክንያቱ ኣብ ኤርትራ እንከለና እታ እንኮ እንፍርሓ ከይንግፍፍ ተገፊፍና ሳዋ ከይንኸይድ ወይ ከዓ ተሃድሶ ከይንወርድ እምበር ንዝኾነ ውልቀ ሰብ ንዝኾነ ዜጋ ንዝኾነት ጓል ኣንስተይቲ ብከምዚ ዓይነት ግፍዒ ክንቀትል ኣይኮናን ሕማቅ ነገር ክንገብር ተራኢና ኣይንፈልጥን። ብዝኾነ ንምንታይ ኢና ከምዚ እንኸውን ዘለና ኣነ ኣይርዳእንን። ብዝኾነ ግን ከም ግምት ክግምት ዶ መንግስቲ ኤርትራ እቲ ዝትሕዞ ኣተሓሕዛ ጽቡቅ እዩ ዶ ክበሃል ከኣል እስካ ሓሳብኩም ሃቡኒ።